ንዓና ኣይተቕረብወን ናብ ኣንገጸኩም ኣይተቕረቡ ኣብቲ መስጊድ ኢዕትካፍ ጌርኩም ከለኹም ኢሉ ኣላሁ ተዓላ ስለዚ ሓደ ሰብ ከኣ ካብ መስጊድ ኢዕትካፍ እንድሕር ኣትዩ ከኣ ክወጽእ የብሉን ምኽንያቱ ኢላ ዶሩራ ኣገዳሲ ነገር ተደይ ተረኺቡ ክወጽእ የብሉን

ገሊጾምልና ግን እዚ ዓላማት እዚ በዚ እዋን ዘለናዮ ምስቲ መብራህትታት ክንሪኦ ስለይንክእል ጸሓይ ክትበርቕ ከላ ከመይ ገራ ከም ትበርቕ እንታይ ዓይነት ከም ትኸውን እቲ ሓራራ ናታ ከመይ ከም ድኸውን ገሊጾምልና ብዙሕ ምልክት ገሊጾም ላኪን እዚ ነገር እዚ ንሕና ብዘየገደስ ተን ዓሰርተ ተገዳይ ኣዲስና ናብተን ዓሰርተ ክንደልያ ክንጽዕር ኣለና ነዛ ዓሸራ ኣዋኸር ከይትሓልፈና ምኽንያቱ ድመጽረሉ ዓመት ነበርቲ ዲና ወይስ ሞት መጽዩ ክወስደና እዩ ካልኣይ ግዜ ክንጸውም ዲና ሮሞዳን ኣይንፈልጥ እና ማለት እዩ እዘን ሽዱሽተ ሸውዓተ ፈድል ደለዋ ከማን ከይሓልፈና ካብኡ ድበለጸ ድማ እቲ ኩሉ ዘንብኻ ድሓለ ድገበርካዮ ረቢ ንክቕፍረልካ ክትጽዕር ኣለካ ማለት እዩ ስለዚ ኢዕቲካፍ ማለት ከኣ ኣብ መስጊድ ኮፍ ኢልካ ግዜኻ ምሕላፍ ማለት እዩ እሱ ከኣ ሓደ ሰብ ወዲ ሰብ ክገብሮ ኣለዎ ሕኩም ከኣ ሱና እዩ ኣብ ኩሉ ግዜ ክትገብሮ ዕቲካፍ ሱና እዩ ወዲ በለጸ ከኣ ብዓሽር ኣልኣዋክር ክትገብሮ እንድሕር ደኣ ሓደ ሰብ ነድር ገይሩ ድማ ነድር ማለት ድማ መብጻዕቲ ንነብሱ እንድሕር ኣትዩ ወላሂ ከዕተክፍ እየ ዓሽር ኣልኣዋክር ንሒዱ ክፍጽሞ ኣለዎ ብፍላይ እኳ ኣብተን መሳጅድ መካ ወመዲና ወመስጅድ ኣልኣቅሳ እንድሕር ክገብር ኢሉ ነድሩ ከኣ ክፍጽም ከም ዘለዎ ዑለማ ሓቢሮም ማለት እዩ እዚ ነገር እዚ ከኣ

እዘዕቲ ካብዚ ከየሕረፍና ክሳዕ ክንደይ ግዜ ክኣጥር ክፍክእል ሓደ ሰብ ወዲ ሰብ ኢሎም ዑለማእ ተፈላልዮም ኣብዚ ነገር እዚ ካብ ሰዓት ጀሚርካ ክሳዕ ዓሰርተ መዓልቲ ክሳዕ ነዊሕ እዋን ክትገብር ትኽእል ኢኻ ማለት እዩ ኢሎም ላኪን ሓደ ሰብ ወዲ ሰብ እንታይ ክገብር ኣለዎ ማለት እዩ ብዙ ሓደ ሰዓት ኢዕቲካፍ ክገብር ከምኡ ድማ ውሱን ግዜ የብሉን ግን እንድሕር ደኣ ጀሚሩ ከኣ ከቋርጾ የብሉን ኢላ ሊደሩራ እቲ ቦታ ተዕተክፈሉ ከኣ ኣብ መስጊድ ክኸውን ኣለዎ ጓል ኣንሰይቲ ኣብ ገዛ ኢዕቲካፍ ክትገብር ኣይትኽእልን እያ ወድ ተባዕታይ ወላ ጓል ኣንሰይቲ እውን ኣብ መስጊድ ከን ኣዝዋጅ ረሱል ስለ ላ ሰለም ድሕሪ ሙማቱ ኣብ መስጊድ የዕተክፋ ነይረን ኣንስቱ ረሱል ስለ ላ ዓለይሂ ወሰለም ማለት እዩ ከምዚ ዝበልክኹም ክተቆርጾ የብልካን ኢላ ሊደሩራ ነድር እንተኾይኑ ከኣ ክተቋርጾ የብልካን ሓታ ቀዳ ክትገብር ኣለካ እቲ ትኣትወሉ ግዜ ከኣ ድሕሪ ሱብሒ ኢለ ትወጸሉ ግዜ ድማ መቕሪብ ለይለተል ዒድ ዒድ ኢሉ እዕላን ምስ ተገበረ ኣብኣ ትወጽእ ማለት እዩ ጠይብ ንዕቲካፍ ሓደ ሰብ ንኽገብር ኣስላማይ ክኸውን ኣለዎ። እቲ ቦታ ከኣ መስጊድ ክኸውን ኣለዎ፣ ቁጽሪ ሰለስተ። ቁጽሪ ኣርባዕተ ከኣ ንያ ክገብር ኣለዎ። ቁጽሪ ሓሙሽተ ድማ ጠሃራ ክህልዎ ኣለዎ። ስለዚ እዚ ኩሉ ነገር እዚ ምስ ኣማልኣ ቁጽሪ ሽዱሽተ ድማ ሰበይቲ እንድሕር ከተዕተክፍ ኮይና ድማ ካብ ሰብኣያ ፍቓድ ክትወስድ ኣለዋ ምኽንያቱ ደረር ከይመጾ ንዕኡ። ደይ ክገብሮ ደይግብኦ ነገራት ኣሎ ድዩ እቲ ሙዕተክፍ? ነዓም። እሱ ከኣ እንታይ እዩ ማለት እዩ? እቲ ከም ክገብሮ ሽንቲ ቤት እንድሕር ደልዩ ክኸይድ ክወፅእ ይኽእል እዩ ካብቲ መስጊድ ከምኡ እውን ንክሕፀብ ነብሱ ክወፅእ ይኽእል እዩ ካብቲ መስጊድ ማለት እዩ እዚ እንድሕር እቲ መሕፀቢ ኣብቲ ጥቃ መስጊድ ደየለ ኮይኑ ወላ ተሓፂቡ ክምለስ ይኽእል ማለት እዩ ከምኡ እውን ንጁምዓት እንድሕር ደይስገሩ ኮይኑ እቲ መስጊድ ካብቲ መስጊድ ወጺኡ ናብ ጁምዓ ንክሰግድ ይኸይድ ናብ ጥሪቃኡ ናብ መስጊዱ ምለስ ከምኡ ውን ብልዒ ድበልዖ ድሰትዮ ድኽደኖ ከምጽእ ይኸይድ ይኽእል ማለት ላኪን ኣብ ገዝኡ በሊዑ ክምለስ ኢሉ ክወጽእ የብሉን እንታይ ደኣ እታ ብልዑ ሒዝዋ ክመጽእ ኣለዎ ኣብቲ ቦትኡ ቀልጢፉ ክምለስ ኣለዎ ማለት እዩ ከምኡ ውን ሓላፊ ሃገር ትጸዊዕዎ ይፍቀዶ እዩ ክወጽእ ከምኡ ውን ሙዕተዳ ተኮይና ጓል ኣንስተይቲ ማትነ እንታይ ሽሙ ሰብኣያ እንድሕር ሞይትዋ ኮይኑ ኣብ ክትወጽእ ትክእል እያ ኣብቲ ግዜ እቲ ዓዳኣ ክትስከም ኣብ ገዛኣ ወይ ኣብ ገዝኡ ኮይና ማለት እዩ ከምኡ ውን ሸሃዳ እንድሕር ተጸዊዕካ ሸሃዳ ክትህብ ክትወጽእ ይፍቀድ እዩ ከምኡ ከኣ እንድሕር ደኣ ፈሪህካ ንነብስኻ ወይ ንቤተሰብካ እንድሕር ፈሪህካሎም ገለ ሕማቅ ከይረኽቦም ኣፍራሂ እንድሕር ኣገዳሲ ነገር ኣሎ ኮይኑ ክትወጽእ ግንስ ቤዛ ክትገብረሎም ኢልካ ክትወጽእ የብልካን እንተ ሰብ ሓውኻ ወይ ካልኣት ሓዋ ንዓ ንሰበይትኻ እቲ ነገር ክፍጽመሎም ከምኡ ውን ክትወጽእ ኣይፍቀደካን እዩ መሪድ ክበጽሕ ኢልካ ወይ ከኣ ካልእ ነገር ክከናኸን ኢልካ ክትወጽእ ኣይግበኣካን እዩ ማለት እዩ ጓል ኣንስተይቲ እንድሕር ደኣ ንኻ ክትወጽእ ኣለዋ ማለት እዩ ምኽንያቱ ኣብቲ መስጊድ ኮፍ ክትብል የብላን ኣብዚ ሰዓት እዚ ከምኡ እውን ሓደ ሰብ ድሕር ረሲዑ ካብቲ መስጊድ ወጺኡ ሓንቲ ነገር የብሉን ከም ዝዓንቶ ዝበልክዎ ንዝያራ ወይ ንሰብ ክበጽሕ ኢልካ ክትወጽእ የብልካን ወላ ንሸሃዳ ጀናዛ ኣሎ ኢልካ ክትርኢ ኢልካ ክትወጽእ የብልካን እዚ ነገር እዚ ኩሉ ኣይፍቀድን እዩ ግን ክትምርዖ ወይ ከኣ ክተዕቅድ ይፍቀድ እዩ። ከምኡ ውን ኣብ ካልእ ቦታ እንድሕር ኮይኑ እቲ ዓቕዲ ትፍጸመሉ ከይድካ ክትወጽእ ይፍቀድ እዩ ማለት እዩ። ንጓል ኣንስተይቲ ክትረኽባ የብልካን ኢለ ኣንተወይ ከምኡ ውን ኣብ ከናይ ኣዱንያ ዘረባ ክትርሕቕ ኣለካ። እዚ ብሕጽር ድበለ ናይ ዓሰርተ ኣዋኽር ድርከብ ነገራት። ፈጺ ኣብ ኣብጺሐልኩም ዘለኹ ኣብዚ ዓሸራ ኣዋኽር ክንግደስ ከም ዘለና ማለት እዩ። ስለዚ ሓደ ሰብ ወዲ ሰብ እዕቲካፍ ክገብር ከም ዘለዎ ብዝተኻለ መጠን እዕቲካፍ ማለት ከኣ ኣብ መስጊድ ኮፍ ኢልካ ጓል ኣንስተይቲ ይኹን ወዲ ተባዕታይ ጸገም ዘየለ ኮይኑ ብፍላይ ኳን ጓል ኣንስተይቲ ወዲ ተባዕታይ ድማ ነቶም ኣብ መስጊድ ዘለዉ እውን ከሸግሮም የብሉን ብስታይ ማለት እዩ ብሕማቕ ነገራት ግን ከምዚ ዝበልኩኹም ብዝተኻእለ መጠን ከጸብብ ከደይብሎ ኣብ ወሰን ክኸውን ከም ዘለዎ ከምኡ ውነይ ኣብ ዕላል ክሕልፉ ከም ደይብሎም ሞባይል ገርካ ወላ ላፕቶፕ ሒዝካ ምእታው ምስ ካልእ ሰብ ዕላል ኔት ክትኣቱ ክትጻወት ክትውዕል እዚ ዕትካፍ ኣይጽዋዕን እንታይ ኣብ ቦታኻ ጥራሕኻ ቀይርካ ዘለኻ እምበር ካብቲ ናይ ኣዱንያ ኣይወጻኻን ኣለኻ ማለት እዩ። ድበዝሕ ሰብ ዕትካፍ ክንሪኦ ከለና ሕጂ እንታይ ይገብር ጉሩብ ኮይኑ ኣቱ ኣብ ናይ ኣዱንያ ከዕልሉ ናይ ፓለስቲን እንድዮም ናይ ኣመሪካ ክዛረቡ ናይ ራሻ ናይ ፖለቲኪ ወጺኦም ናብ ናይ ሕብረተሰብ ይኣትዉ ኣብ ምሕማይ ይበጽሑ ገለመለታት እቲ ነገር እዚ ዕትካፍ ኣይኮነን እንታይ ናይ ማዕሲያ ምእካብ ኮይኑ ኣሎ ማለት እዩ እቲ ድበለጸ እዋን እቲ ድበለጸ ቦታ ዕትካፍ ክትገብረሉ ድግበኣካ ናበይ ተቀይሩ ኣሎ ማለት እዩ ናብ ሕምየታን ናብ ካልእን ይቅየር ኣሎ ማለት እዩ ስለዚ ዕትካፍ ክትብል ከለካ ናይ ብሓቂ ዕትካፍ ክከውን ኣለዎ ከምኡ እውን እቲ መዓልቲ እዚኤን ካልኣይ ግዜ ኣብ ህይወትካ ኣይምለሳን፣ ኣብ ህይወተይ ይኹን ኣብ ህይወትካ ምናልባት ኣይምለሳን ይኾና፣ ከይሓልፋና ፅዒርና ነዚ ነገር እዚ ክንገብር ኣለና። ኣቁሉ ቀውሊ ሃዛ ወኣስተግፊሩላህ ሊ ወለኩም ወሊሳኢረል ሙስሊሚን ወሰለላሁ ዓላ ሰይድና ሙሐመድ ወዓላ ኣሊሂ ወሰሕቢሂ ኣጅመዒን ፈኢን ኣኽጣእቱ ፈምን ዕንዲ ነፍሲ ወምን ሸይጣን ወይን ኣሰብቱ ፈሚነላሂ ተዓላ እንድሕር ተጋጊየ ተኾይነ ካባይን ካብ ሸጣንን ኣላሁ ተዓላ ወረሱሉሁ በሪእ እዮም እንድሕር ድኣ ቅኑዕ ተዛሪበ ተኾይነ እማ ፈድሉላሂ ወተውፊቂ ሚነላሂ ተዓላ እዩ ሕጂ ድሕሪ ነዊሕ ምቁራጽ ካብ ፓልቶክ ዳርጋ ናይ ክልተ ወርሒ ሰለስተ ወርሒ ተቋሪጸ ሎም መዓልቲ እምለስ ኣለኹ ማለት እዩ ተስፋ እገብር እንሻኣላህ ኣብ መጻኢ ግዜ እዘን ዓሰርተ መዓልቲ እዚኤን ምስ ሓለፋ ከምቲ ነበርናዮ ቅድሚ ሕጂ ኮንቲንዩ ክንቅጽል ከምእውን ኣብዚ ዓሰርተ መዓልቲ ድኣ ብዝተካእለኒ መጠን እቲ ናይ ጸገም ዘለና ተረኪቡ ዘሎ ሽግር እንታይ እዩ እሱ እስካትኩም ተፍጥሩሉ እዋን እቲ ናህና ግዜ ንበሉ እዋን ኮይኑ ድሕሪኡ ድማ ተራዊሕ ክትሰግዱ ስለ ትከዱ በዚ ምክንያት እዚ ኢልና ደይ ንኣቱ ነርና ኣኼባ ነይረ ጸገም ናይ ግምገለ ንሕና ከነፍጥር ከለና እስኻትኩም ኣብ ስራሕ ኣለኹም ድሕሪኡ ድማ ንሕና ክንሰግድ ከለና ተራዊሕ እስኻትኩም ትኣትዉ ኣለኹም ገዛኹም ምስ ወዳእና ድማ እስኻትኩም ፍጡሩ መጸኩም ድሕሪኡ ከኣ ተራዊሕ መጸኩም በዚ ምኽንያት እዚ ኢና ጠፊእና ነድዑ ላህ ተዓላ ኣን የጅመዓና ዓላ ልኸይር ያኒ ወጀዛኩም ላ ኸይር ሕቶ ተልይኩም ማይክ ገድፈልኩም እየ ሕጂ ማይክ ፍሪ

ሕትት ሕትት ክነብሎ ተስፋ ገብር ሕቶ ዘለዎ ኢድ ሓፍ የብል ማይክ ፍሪ
ኦኬ ጀዛክላ ኸይር ኣነ ሓንቲ ሕቶ ኣላትኒ ሓደ ሰብ ሕጂ ኣብ ኤሮፓ ዘለና ስራሕትንያ ክምዃኑ ሕጂ ናይ ሮሞዳን ይኹንን ኣይኮነን ኣብዚ ኩልሻዕ ናይ ስራሕ ዓዲ ስለ ዝኾይኑ ናይ ክርስትያን ዓዲ ስለ ዝኾይኑ ከምኡ ድማ ሙሉ መዓልቲ ኣብ መስጊድ ክትውዕል ወይስ ከምዚ ከም ዝበልካዮ ጥቓፍ ክትገብር ኣብዚ ፀገም ስለ ዝኸውን ኸሊ ምስቲ ስራሕካ ጉዳያት ወይ ምስቲ ሓልቓ ወይስ ከመይ ጌርካ ከም ትብቅዖ

ሰብ ኣብ ኣውሮፓ እንድሕር ድቕመጥ ኮይኑ እሞ ምስ ናይ ስራሕ ምኽንያት እቲ ኣብ መስጊድ ኮፍ ክትብል ወይ ጓል ኣንስተይቲ ይኹን ወዲ ተባዕታይ ጸገም ኣሎ ስለዚ ስኒ ከመይ ክንገበር ኢና እዩ ድብል ዘሎ እቲ ሕቶ መስለኒ ጠብዓን ያዕኒ ናይ ኣውሮፓ ናብራ ያዕኒ ግምጡል ናብራ ክንብሎ ንኽእል ኢና ንዒባዳ ደይከውን ናብራ ስለ ድኾነ ጸገም እዩ ያኒ ሓደ ነገር ክት- ብፍላይ እኳ ሕጂ ብዚ ቁሩብ ግዜ ገሽናዮ ነበርና ዝረኣናዮ ያኒ ንዒባዳ ንክትገብር ካብ መጠን ንላዕሊ ጸገም እዩ ብፍላይ እኳ ምስ ሮመዳን ክረኻብ ከሎ ማለት እዩ እ፣ እስልምና ድማ እ፣ ላ ዩከሊፉ ላሁ ነፍሰን ኢላ ውስዓሃ እቲ ድከኣለካ እዩ ትፍጽም ሓደ ሰብ ወዲ ሰብ ግን ከም መኽሪ ክትቦ ትኽእል እንታይ እዩ ትልክኒ ብዚ ወይ ሓታቲት ወይ ከኣ ንኩላኩም ትሰምዑ ዘለኹም እንታይ እዩ ክኸውን ዘለዎ ትኸኣለ መጠን እቲ ናትካ ዕርፍቲ ኣብቲ ሮሞዳን ክትወስዶ ጽዓር ምእንቲ ክትፍርቕ እዩ። እቲ ሃገር ስለ ዘይሕግዘካ፣ እቲ ኮሚኒቲ ስለ ዘይሕግዘካ፣ እቲ ሕብረተሰብ ስለ ዘይሕግዘካ፣ ኣብቲ ግዜ ዕረፍትኻ ኣብቲ ሮሞዳን ክትገብሮ ትጽዕር ብዝተኻእለ መጠን። ሓደ ክልተ ኣሕዋት ኣለዉ ዝፈልጦም ኩሉ ግዜ ኣብዚ ግዜ እዚ ሮሞዳን ያኒ ስርሖም እታ ናቶም ዕረፍቲ ኣብኡ ወስድዋ ማለት ናይ ወርሓዊ ዕረፍቲ ብሓቂ ወይ ይገሹ ወይ ከኣኒ ኣብኡ ኮይኖም ናብ ረቦም ጥራሕ ይግዝኡ ማለት እዩ ስለቲ ተካኢሉ ዕርፍቲ ተሊካ ኣኪብካዮ በቲ በቲ ጌርካ ኣብዚ ሰዓት ዝተወሰድካዮ ዝሓሸ ኮይኑ ይስማዓኒ እንድሕር ደይካኣል ኮይኑ ድማ ወላ ንሓደ ሰዓት ኣብ መንጎ መቅሪብን ኣልዒሻን ደሎ ይኹን ወይ ኣብ መንጎ ልዒሻን ኣልፈጅር ደሎ ግዜ እዕትካፍ ክትገብር ከኣ ጽዕር እንተ ተካኢሉ እየ ድለ ኣለኹ ኦኬ እንድሕር ደይ ፈቂዶም እንታይ ክገብር እቲ ሰብ ባዕሉ ይፈልጦ እንታይ እዩ ክጎድለካ ዓሰርተ ናይ ናይ ዓሰርተ መዓልቲ ደሞዝ ድየን ጉድኣት ከምጽኣ ድየን ክሳዕ ክንድቲ ዳርጋ ዝበዝሕ ሰብ ከኣ ኣይሰርሕን እዩ ናይ ብሓቂ ክንዛር ኮይና ትሰርሕ ሰብ ኣብ ኤውሮጳ ድዩ ዋይ ቱቱ ይስማዓልን ማለት ድዩ እሞ ተሰማምዑ በጀልቲ ክልተ ጽሕፍ ኣሎ ወበልካ እንተልክኒ ወይ ከዓ እንተልኩም እሱ ሓደ ሰብ ንቲ ዲንካ ክሳዕ ክንደይ ኢኻ ትሪኦ ምስቲ ዱንያ ኣወዳዲርካ ሰማንያን ሰለስተን ዝኣክል ዕድሜ ዓመታት ዒባዳ እንካ ካልኣይ ግዜ ብህይወትካ ኣይትርከብን ትኸውን ክንደይ ከኣ ኣጥፊእና ኣለና ከምኡ ረቢ ቐፍረልና ረቢ ስተረና ድመጽለሉ ዓመት ከኣ ንኸጽናሕና ከኣ ንረቢ ንልምን ኣብ ጣዓቱ ከኣ ክኸውን ከኣ ንረቢ ንልምን እንድሕር ደኣ ሞት ዳሕሪ ኣላሁማ ኣሕይና ማ ካነት ሓያቱ ክንከይድ ኣለና ወተወፈነ ማ ካነት ወፈከነ ኣለና እቲ ሂወትና እንድሕር ጽቡቅ ንነብር ኮይኑ እንድሕር ንጽቡቅ ንከይድ ኮይኑ ረቢ ሂወትና የንውሓ እዩ እንድሕር ድኣ እቲ ሞት ድሕሸና ኮይኑ ከኣ እቲ ሂወትና ረቢ ይውሰዶ ኢልና ድዓ ንገብር እቲ ሰብ ከኣኒ ምእንቲ ዲኑ ከኣ ከጥፍእ ኣለዎ የግዴታ ንስራሕ ኢልካ ብዙሕ ነገር ተጥፍእ ንሓውካ ኢልካ ብዙሕ ንሓደ ንሓደ ነገር ክትፍጽም ኢልካ ብዙሕ ተጥፍእ ነቲ ዲንካ ከማ ቆል ክትከፍል ኣለካ ዝኾነ ነገር ብነጻ ድመጽእ ነገር የለን ማለት እዩ ብዝተኻለ መጠን ከምኡ ፍጽም ወላ ይከሊፉ ላሁ ነፍሰን ኢላ ውስዓሃ